ተቀኒኻ ዘይስማዕ የለን ወሉ ስብኣይ ንግስቲ መገዛ ፍቃዱ ሞጺኡ ንሚኪ ክወስዳ እየ ልንግስቲ ኢሉ ደዊሉሉ ሚኪ ከቢድ መጠንቀቅታ ሂውዎ ንስኻ ትሕቲ ዕድመ ቆልዓ ደፊርካ ጠፊእኻ ስለዚ ብሕጊ ይደልየካ እየ ብሕጊ ውን ከትሕዘካ እየ ኢልዎ ንግስቲ እውን ተኾነት እናደወለ እናሸገረኒ እዩ ክትብል ተዛሪባ። ሰላም ሰላም ተኻታተልቲ ናይዚ ቻነል ከመይ ኒኤኹም ከመይ ትኾኑ ኣነ ሰላም ኣለኹ እዝጋቢሀር ይመስገን በብዘለኹምዎ ሰላምኩም ብዝሕ ትርፍ ይበለለይ እናበልኩ ኣብዚ ዘለኹምዎ ሰላም ጥዕና ራህዋ ቅሳነት ይምነየልኩም ማለት እዩ እሹም ባርከስ እነዛ ቻናለይ ሓደሽቲ ዝኾንኩም እንኳዕ ብሰላም መጻኹም ሰብስክራይብ ብምግባር ደሞ ቤተሰብ ኩኑ። ቤተሰብ ዝኾንኩም እውን ሸር ላይክ ናገበርኩም ምትዋዕኹም ኣይፈለየኒ ክብለኩም ይፈቲ ማለት እዩ። እዛ ቪድዮ ደሞ ብላይክ ጀምርዋ ከምኡ እውን ሰብስክራይብ ግበሩ ማለት እዩ። እሹ እምበኣርከስ ክቡራት ተኸታተልቲ ሎማዕንቲ ሒዘልኩም ዝመጻኹ ብዘደምም ነገር ከምዙ ኣብ መእተዊ ክትሰምዕዎ ዝጸናሕኹም መደብ እየ መጽየኩም እኒኦኹ ማለት እዩ። ንሱ ከዓኒ ብጉዳይ ንግስቲ እየ መፅኤኩም እኒኦኹ እና ክሻብ መጨረሻ ደሞ ሓቢርኩምኒ ፅንሑ ኢኹም። እሹ እምበኣር ከስ ክቡራት ተኸታተልቲ ልንግስቲ ዝወለደላ ወይ ከዓኒ ዝደፈራ ማለት እዩ ንሚኪ ኣዘራሪብዎ። ሚኪ ደሞ ብሕጊ ይደልየካ እየ ኢሉ ኣጠንቂቕዎ ኣሎ ማለት እዩ። ንሱ ከኣ እቲ ወዲ ንንግስቲ እውን ተኾነ እናደወለ ይርብሻ እዩ ዘሎ ማለት እዩ። ንሱ ከኣ ሓዳር ክገብረልኪ እየ ንዒ ናባየይ እናበለ እዩ። እሳ ደሞ ምሳኻ ክኸውን ኣይደልን እየ ኣነ ምሳኻ ክቕፅል ደሞ የድልን እየ ትምህርተይ ክመሃር'የ ዝደሊ እያ ኢላቶ ማለት'ዩ። እንተኾነ ግን ብዙይ የብቅዒ ዋላ ልሚኪ'ውን ተኾነ ኣነ ክወስዳ ይደሊ እየ። ቅደማይ ጌጋይይ ብጣዕሚ'ዩ ኣጣዒሱኒ እና ሕዚ ግን ምሳይ ምስኣ ክኸውን'የ ዝደሊ ንሳ ደሞ ምሳይ እዩ ኢልዎ ማለት'ዩ። ሚኪ ግን ብጣዕሚ'ዩ ተቖጢዑ። ካልኣይቲ ግዜ ንኣኣ ከይትድውል ንስኻ ደፊርካያ ምጥፋእኻ ከይኣክል ክሻብ ሐዚ ቆልዓ ሒዛ ፍቓዱ እናተንከራተተት እያ ነይራ ደሃይ ኣውን ክትገብር ኣይከኣልካን ሐዚ ኣበይ ነይርካ መፂእኻ ስለዚ ንሳ ደሞ ምሳኻ ክትከውን ፍቓደኛ ኣይኮነትን ድልየት እውን የብላን እና ካልኣይቲ ማዓልቲ ላብዚኣ ከይትድውል ካብኡ እውን ብሕጊ ንደልየካ ኢና ብሕጊ ደሞ ክትሕዘካ እየ ኢሉ ተሪር መልሲ ሂብዎ ሚኪ ደሞ ማለት እዩ ንግስቲ ከምቱ ዝሰማዕናያ መጀመርታ ካሊእ ሌላ ኣይነበረናን መስተ ኣስትዩ እዩ ደፊርኒ ካብኡ ግናይ ብድሕሪ እዩ እቲ ጥንሲ ዛና ሓንቲ መዓልቲ እያ ብቻ ግን ኣነ ፍቃደይ ኣይነበረን ብስሩ ውን ምን ታይ ከምተፈጠረ ኣይፈልጥን እየ ምስ መሓዙተይ ተማኪሩ እዩ ከምኡ ገይሩ ንግሆ ተትልዓልኩ ግን ዋላ ሓደ ሰብ ኣይነበረን ገዲፉኒ እዩ ከይዱ ኣነ ደሞ ብዙሕ በክየ ካብኡ ግናይ ትምህርተይ ቀፂለ እየ ካብኡ ግን ጥንስቲ ከምዝኮንኩ ምስተነገርኩ ደሞ ትምህርተይ ኣቋሪ ቤተሰበይ ውን ኣባሪሮምኒ ላብ ልኾነ ኣትየ ብድሕሪኡ ደሃይ ክገብር ኣይካኣለን ኣይደወለለይን ውን ስለዚ ምስኡ ክቅፅል ኣይደልን እየ ትምህርተይ ብቻ እየ ክማሃር ዝደሊ ኢላቶ ነይራ ኣብ ዝሓለፈ ልሚኪ ማለት እዩ ንሱ ደሞ ኣብ ጎና ኮይኑ ከም ዝሕግዛ ዝደለየቶ ኩሉ ደሞ ከማልእላ ከም ዝኾነ ቃል ኣትዩ ብሓጎስ ተቀቢልዎ ኔሩ። ሐዚ ውን ከም ሓዋ እናሓብሐባ ፅቡቅ ኣለው ማለት ዩ። እንተኾነ ግን እዚ ዘውለዳ ወዲ ኣብ ሀዚ ወፂሑ ኩሉ ነገር ናይ ንግስቲ ሂወት ምስ ተቀየረ ኣለኹ እየ ኣነ ይደልያ እየ ኢሉ ዝመፅእ ኣበይ ኔሩ? ብሱርኸ ኣይሓፍርን ድዩ ምኽንያቱ ንግስቲ ትሕቲ ዕድመ እያ እዙይውን ብሕጊ የቕፅዖ እዩ ካሊእ ይትረፍ ሱብዘይ ፍቓዳ ምዕማፅ እሞ ይትረፍ ብሱሩ ብሕጊ ትሕቲ ዕድመ ስለዝኾነት የሕትቶ እዩ ማለት እዩ ክልተ ጌጋ ሰለስተ ጌጋ እዩ ዘለዎ ዝወዲ እዙይ ካብኡ ግን እዙይ ከይኣኽሎ ሕዚ ከዓኒ ምገዛ ፍቓዱ መፂኡ። ናባይ ንዒ ክወስደኪ ይብላ ኣሎ ማለት እዩ። ንሳ እኳ ፍቓደኛ ኣይኮነትን። ንሚኪ እውን ደዊሉሉ ከምቲ ዝብለኩም ኣለኹ ሚኪ እውነይ ኣፈራሪሕዎ ኣሎ ማለት እዩ። ኹረት ይሕዋተይ ሰብ እንትሕር ደኣ ሓሊፉልካሲ ኩሉ እዩ ልደልየካ። ትማሊ ፍቓድኡ እናተንከራተተት ጓለይ ኢሉ ዘይሓበራ ከዓ ውነይ ኩሉ ነገራ ይፈልጥ እዩ ወዲ ዓዳ እዩ ንሳ ደሞ ትፎልጦያ ብፍቕራዊ ዝምድና ደኣ ኣይንወሮም እምበር ብኻሊእ ትፎልጦያ እና ናፈለጣ እናሃለየ ከመይ እኒኣ ደሃያ ኢሉ ደሃያ ለይገበረሲ ሕዚ ተጣዒሰ እየ እባ ህልናይ ኣዊኑኒ እባ ኢሉ እዩ መፂኡ ዘሎ እዛ ቆልዓ ተወሊዳ እኒኣ ኣቦኣ ምዃኑ ኣይተርፎን እዩ ግን ከዓኒ ኣብ ልዕሊ ንግስቲ ዝፈፀሞ ጌጋ ግን ገበን እዩ ማለት እዩ ክቡራት የሕዋተይ እና ደሞ ካብኡ ስድርኣ ይኹኑ ቤተሰባ ብሓፈሻ ደሞ ኣባሪሮምዋ እዮም ኣባኣኳ ኣቦኣ ልወለዳ ኣበይ ጠኒስኪ ልምንታይ ጠኒስኪ ኢሉ እዩ ኣውጺኡ ሰዲድዋ ኣደኣ እዉን እንተኮነት ዋላ ደኣ ኣብ ዓደይ ትኩን እምበር ኣብ ሃገረ ወጻኢ ከም ዘላ ካብኡ ደሞ ብቅድሚኡ ጽቡቅ ተዕብያን ትካናከናን ከም ዝነበረት ብድሕሪ እዚ ግን ጠኒሳ ምስ ሰምዐት ደሞ ብዘይ ፍቃድ ወለዳ ታክትከዉን ሰብኣይ ሒዛ ኢላ ከም ዝኣበየታ እያ ተናጊራ ማለት እዩ ኣይ ብወለዳ ኣይ ብስድራኣ ኣጎላጉል ኣትሪፍዋ እዩ እዚ ወዲ ንሱ ከዓኒ ኣለይ መለይ ከይብላ ደሃዩ ኣጥፊኡ ኣጽቂጡ ነይሩ ኣብ መንጎ እዚ እናተንከራተተት ምስ ነበረት ደሞ ሚክ ከግኒዋ ሚክ ከዓኒ ተቐቢሉ ኩሉ ነገር ሓቲቱ ጸገማ ፈሊጡ ደሞ ምስኡ ንመቐለ ሒዝዋ ምስ መጸ ሀዚ ህይወታ ተመዓራርዩ ጽቡቕ ህይወት እናመርሐት እናሃለወት ሐዚ መፂኡ እዩ ዝርብሻ ዘሎ ትምህርቲ እየባ ነይረ እታይባ ነይረ ሐዚ ግናይ ተጣዒሰ እየ ገለ እዩ ዝብላ ኣሎ ሚኪ ተኾነ ግን ጎይታ ሓፍቱ ማእገር ሓፍቱ ማለት እዩ ብጣዕሚ የኹርዐካ ተሪር ዝኾነ መልሲ እዩ ሂውዎ እና ክቡራት ይሕዋተይ ብጣዕሚ ብና ሚኪ መልሲ ብጣዕሚ እየ ተገሪመ ደስ እውን ኢልኒ ማለት እዩ እና ኣብ ዝሓለፈ ደሞ ብዛዕባ ዙ ንግስቲ ሚክሲ ትወቕዐኒ ኣለኻ ገለታት ዝበለቶ ኣነ ደሞ ንምንታይ ሚኪ ይወቕዓ እንድሕር ደኣ ተጋግያ ኮይና ብምኽሪ ብማዕዳ ይመልሳ ተዘይኮይኑ ግን ዝወለደት ቆልዓሲ ጓልስ ኣይትውቅዒ ዋላ ዝወለድዋ እኳ ዝወለድዋ እንድሕር ደኣ ኣጥፊኣ ኮይናሲ እንድሕር ወሊዳ ኮይና እንድሕር ተመርዕያ ኮይናሲ ኣይትውቅዒ ነውሪ እዩ ይበሃልና ሚክስ ክወቕዓ ስኢየነወሮን ክመኽራ ክምዕዳ እዩ ኔርዎ እየ ኢለና ንስኻትም ደሞ ብዙሓት ተሰሚዑኩም ይመስለኒ ንምንታይ ዘይወቕዓ ኣጓላት ብበትሪ ክንተኣምና ገለ ልብል ኔርዎ ኣብ ኮመንት ማለት እዩ እና ሓደ ሰብ ብምኽሪ እዩ ክምለስ ዝኽእል ካልኣይ ነገር ከዓኒ ከም ሓዋ ክወቕዓ ክቓጽዓ እኮ ጸገም የውሊ ኣነ ለውን ጸገም እኒኦ ኣይወልኩን ብቻ ግን ክወቕዓ ሲ እየነወረይ ብኻሊእ ነገር ደኣ ክምልሳ እኒኦዋ እንድሕር ድኣ ረቢሻ እንድሕር ድኣ ኣጥፊኣ እምበር በትርሲ መፍትሒ ኣይኮነን እየ ኢለና እንድሕር ድኣ ቕይር ኢልኩም ኮይኑ ዶሞ ይቕሬታ ኣነ ዶሞ እንድሕር ተጋግየ ኮይነ መሊሰ ይቕሬታ ማለት እዩ ኩቡራት ኣሕዋተይ ኣነ ከም ናተይ ሓሳብ እየ ኣሹዑትኡ ተዛሪበ ክበሃል እውን ስለ ዝሰምዕ ማለት እዩ እና ኩቡራት ተኸታተልቲ ናይ ሎማዓንቲ መደብ እዚኣ እያ ነይራ ማለት እዩ ብዛዕባ ናይ ንግስቲ ሒዘልኩም ዝቐረብኩ ሚኪ ዝሃቦ መልሲ ደሞ ነዚ ይመስል ነይሩ። ኪሻ ብኻሊእ ትሕዝቶ ዝመጽእ ደሞ ናታትኩም ምብርትታዕ ኣይፈለየኒ እናበልኩ ሃናጺ ርኢቶ እንተሕዳ ሃሊኩም ደሞ ኣብ ቦታ ኮመንት ኣቐሙጥለይ ማለት ዩ። ስለቲ ኩሉ ትገብሩለይ ምብርትታዕ ደሞ ደጊመ ካብ ልቢ እየ ዘመስግን። ኪሻ ብኻሊእ ትሕዝቶ ዝመጽእ ባይ ባይ ሰናይ መዓልቲ።